ሰላም ከመይ ትጸንሑ ተኸታተልትን ፈተውትን ሕርያኖስ ኒውስ ዜናታት ዘለትሒዝና ቀሪብና ኣለና ንኽልከላ መሃያ መምሃራን ሓዊሱ መንግስቲ ኢትዮጵያ ከይዲ ምምሃረ ምስትምሃረ ኣብያተ ትምህርቲ ትግራይ ክቋረፅ ዝገበርዎ ክልከላ ዝቃወም ሰለማዊ ሰልፊ ተኻይዱ ኣሎ። ዝርዝር ሓበሬታ ኣለና። ጀነራላት ትግራይን ኤርትራን ኣብ ማእኸል ትግራይ ተራኺቦም ወታደራዊ ኣዘዝቲ ኤርትራን ትግራይን ከም ዝተራኸቡን ብወገን ኤርትራ ጀነራል እዮብ ፍስሃየ ብወገን ትግራይ ጀነራል ፍስሃ ኪዳኑ ከም ዝተረኸቡ ዝርዝር ሓበሬታ ኣለና። ስርዓት ህግደፍ ኣብ ልዕሊ ስደት ዝነብሩ ግዳይ ናይቲ ጉጅለ ኣብ ልዕሊ ዝኾኑ ደለይቲ ፍትሒ ስጉምቲ ንምውሳድ ሕጋዊ መስርሕ ድሕሪ ምጅማሩ ናይ ዕቑባ ኣብ ኣሜሪካ ክነብሩ ኣብ ልዕሊ ዝጸንሑ ውልቀ ሰባት ሕጋዊ ክሲ መስሪቱ ኣሎ። ጉዳዮም ናብ ኣይሲ ጉዳዮም እውን ናብ ጉዳዮም እውን ኣምርሑ ምህላው ተፈሊጡ። ናይዚኦምን ካልኦትን ሓበሬታታት ብዝርዝር ክነቕርበልኩም ኢና። ቻናልና ላይክ፣ ሼር፣ ሳብስክራይብ ብምግባር ፈላማይ ሕርዮም ይግበሩ። ናብ ዝርዝሮም ኣቢልና ንክልክላ መሃያ መምህራን ሓዊሱ መንግስቲ ኢትዮጵያ ከይዲ ምምሃር ምስትምሃር ኣብያተ ትምህርቲ ትግራይ ክቋረፅ ዝገበሮ ክልከላ ዝቃወም ሰልፊ ተኻይዱ። ኣብቲ መላእ ማሕበረሰብ ትምህርቲ ዝሳተፈሉ ዘሎ ሰላማዊ ሰልፊ ተምሃራይ ናብ ቤት ትምህርቱ ክምለስን ተመዛበሊ ድማ ናብ መረበቱ ይመለስ፣ መሰል መምህራን ይከበር፣ መሰል ምምሃር ህፃናት ይከበር፣ ምክልካል መሃያ መምህራን ወለዶ ምቕታል እዩ፣ ምክልካል መሃያ መምህራን ትምህርቲ ምዕፃው እዩ፣ ሕፁፅ ምላሽ ንዝተኣናገድ መሃያ መማህራን ይከፈል፣ ስምምዕነት ፕሪቶርያ ይተግበር፣ ውዙፍ መሃያ መማህራን ብህፁፅ ክኽፈልን ካልኦትን ዝብሉ ጭርሖታት ድማ ብዓብይኡ ተሰሚዖም ኣለዉ። ብተመሳሳሊ ድማ ኢትዮጵያ ኣብ ሕገ መንግስቲ ንዝተቐመጠን ዝተፈረመቶን ዓለም ለኸ መሰል ህፃናት ጥሒሳ ዘንበረቶ ክልከላ ክለዓል ማሕበረሰብ ዓለም ኣድላይ ፅዕንቶ ክገብር ድማ ምክትል ፕሬዚደንት ግዜያዊ ምምሕዳር ትግራይ ኣብቲ ሰለማዊ ሰልፊ ተረኺቡ ኣቦ ወንበር ውድብ ህወሓት ኣማኒኤል ኣሰፋ ዝዛረብ ዘሎ። ክልከላ መሃያ መማህራን ሓዊሱ ኣብ ስርዓት ትምህርቲ ትግራይ ዝፍፀም ዘሎ በደል ኣመልኪቱ ኣብ ዝተሳለጠ ሰልፊ እውን ብርክት ዝበሉ ተቓውሞታት እዮም ተራእዮም። ስርዓት ትምህርቲ ትግራይ ኣካል ጆኖሳይዳዊ ኩናት ትግራይ ኮይኑ ብዙሕ በሰላ ከምዘብፀሐን ሓደ ነጥቢ ክልተ ሚሊዮን ህፃናት ትግራይ ናብ ቤት ትምህርቲ ከምዘይተመልሱ ኣብ ትሕቲ ወረርቲ ዘለዉ ህፃናት ድማ ናብ ትምህርቲ ከምዘይተመልሱ ኣብ ልዕሊኦም ካልእ ካሪክለም ተፃዒንዎም ብመንነቶም ይሳቐዩ ምህላዎም እዩ ዝግለፅ ዘሎ ድሕሪ ውዕሊ ዙርያ ስርዓት ትምህርቲ ትግራይ ምስ መላእ ማሕበረሰብ ዓለም ህዝቢ ትግራይ ለገስቲ ኣካላት ብምትሕባር ሕውየት ንምምፃእ ዝተገብሩ ፃዕርታት ዋላ እንተሃለዉ ዝተበፅሐ ጉዳይ ዓብዪ ስለዝነበረ ግን ብቐሊሉ ዝሓዊ ኣይነበረን። ብምዃኑ እውን ኣብያተ ትምህርቲ ትግራይ መሊኤን ኣይሓውያን ዝበለ ኣማኑኤል ኣሰፋ ኣብዚ ሕዚ እዋን መንግስቲ ኢትዮጵያ ኣብ ልዕሊ ትግራይ በጀት ነዳዲ ዓፅዩ ምስ ናይ ልምዓት ሓገዝ በጀት ኣብ ማሕበረሰብ ዓለም ዝመፅእ ከይተረፈ ዓፅዩ ድማ ሙሉእ በደል ኣብ ልዕሊ ህዝቢ ትግራይ ይፍፅም ኣሎ። እዚ ሕዚ ዝግበር ዘሎ በጀት ነዳዲ ባንኪ ምዕፃው ተግባራት መቐፀልታ ኣብ ልዕሊ ህዝቢ ትግራይ እናተገበረ ዝፀንሐን ዘሎን ጆኖሳይድ ህዝቢ ትግራይ ናይ ምድንቋር ስራሕ እዩ ክብል ኣገንዚቡ፣ እዚ ኹሉ በደል ብመንግስቲ ኢትዮጵያ ኣብ ልዕሊ ህዝቢ ትግራይ ዝተበየነ ከምዝኾነ ዝሓበረ ኣማኒኤል ኣሰፋ፣ ሰላም ንምምፃእ እዚ ዝግበር ዘሎ በጀት ነዳዲ ባንኪ ምዕፃው ተግባር መቐፀልታ ኣብ ልዕሊ ህዝቢ ትግራይ እናተገበረን ዝፀንሐን ዘሎ ጆኖሳይድን ህዝብን ትግራይ ናይ ምድንቋር ስራሕ እዩ ዝስራሕ ዝሎ ክብል ድማ ኣፍሊጡ፣ እዚ ኹሉ በደል ብመንግስቲ ኢትዮጵያ ኣብ ልዕሊ ህዝቢ ትግራይ ዝተበየነ ከምዝኾነ ዝሓበረ ኣማኒኤል ኣሰፋ፣ ሰላም ንምምፃእ ኩሉ በደል ተሸኪምና ብስምምዕነት ፕሪቶርያ ሰላም ንምምፃእ ብወገን ትግራይ ብዙሕ ፃዕርታት ይግበር ከም ዘለዎ መንግስቲ ፌዴራል ግን ኣይሓገዘናን ክብል ድማ ነቒፉ። ጀነራላት ትግራይን ኤርትራን ኣብ ማእኸል ትግራይ ተራኺቦም ዘትዮም። ወታደራዊ ኣዘዝቲ ኤርትራን ትግራይን ተራኺቦም ዘዘተዩ እንትኾኑ ብወገን ኤርትራ ጀነራል እዩ ፍስሃየ፣ ጀነራል ፍስሃ ኪዳን ድማ ብወገን ትግራይ ኣብ ከተማ መቐለ ተራኺቦም ይህን ምሂን ከም ዝተብሃሉ ብዛዕባ ዝተዘራረብዎ ነገር ግን ግልፂ ሓበሬታ የለን። ሓይልታት ትግራይ ምስ ጀኔራልያት ኤርትራ ጥራሕ ዘይኮነስ ምስ ኣመራርሓ ፋኖ እናተራኸቡ ይዝትዩ ከምዘለዉ እናተገለፀ ዝርከብ እንትኸውን ብዛዕባ እቲ ርክብ ብወገን መራሕቲ ዝተብሃለ ነገር የለን። መራሕቲ ህወሓት ርክብ ይገብሩ ኣለዉ ዝብል ክስታት እናቐፀሉ ዝፀንሑ እንትኾኑ ንመንግስቲ ኢትዮጵያ ብወጥሪ ሰኽቲቱ ዝርከብ እዚ ርክብ ክልቲኦም ሓይልታት ናበይ ከብል ዝብል ሕቶ ግን ስግኣት ኣሕዲሩ ዝቐፀለ እዩ። መራሕቲ ህወሓት ወግዓዊ ዝኾነ ርክብ ምስ መንግስቲ ኤርትራ ንገብር ኢና ኢሎም ዕላዊ እኳ እንተዘይገበርዎ ርክብ ህዝቢ ምስ ህዝቢ ግና እተጠናኸረ ዝቐፀለ እዩ። ምእንተ ረብሓ ትግራይ ክንብል ንዝኾነ ኣካል ክንሓብር ኢና ዝብል መልእኽቲ እውን ነይሩ። ብኣንፃሩ ድማ ቀዳማይ ሚኒስተር ኢትዮጵያ ኣብይ ኣሕመድ መራሕቲ ህወሓት መንግስቲ ኤርትራ ኣብታ ሃገር ዳግም ውግእ ንክለዓል ምንቅስቓስ ይገብሩ ኣለው ክብል ከሲሱ። ብተመሳሳሊ ጥሩፍ ፀረ ለውጢ ብምባል ዝወረፎም ኣብ ትግራይ ዝርከቡ መራሕቲ፣ ህወሓት ኣብ ትግራይ ናይ ፖለቲካን ልምዓትን ለውጢ ከይመፅእ ዓንቃፊ ተራ ይዋስእ ኣሎ ብምባል ክነቕፎም እንከሎ ምስ ጨና ልምዓት ዘይፈልጡ ግዳማዊ ሓይልታት ወዘልዘል ይብሉ ኣሎ ብምባል ድማ ወቒሱ ነይሩ። ኣብ ኤርትራ ምኽንያት ዕንወት ስደት ዜጋታት ኮይኑ ንዝበሎ መንግስቲ ኤርትራ እውን ኣብ ዕስራ ዕስራን ክልተን ዘብቅዐ ኲናት ትግራይ ኣብ ልዕሊ ስቪላውያን ትሕተ ቅርፂ ከቢድ ግህሰት ዕንወትን ኣውሪዱ ክብል እዩ ዳግማይ ዝኸስስ። ምስ ኤርትራ ፅምዶ ብዝብል ዝካየድ ዘሎ ዘይሕጋዊ ርክባት፣ ተመዛበልቲ ናብ ዓዶም ክምለሱ ዘይምፍቃድ፣ ዕጡቓት ምስልጣን፣ ኣብ ክልል ኣምሓራ ንዝንቀሳቐስ ዕጡቕ ጉጅለ ምድጋፍ ከም ኣብነት ኣልዒሉ። ምስ ሻዕብያ ናብ ዶብ ሰጊርካ ጽምዶ ገለ ምባል ሓዚ ኢልኩምኒ እንተ ዘይከድኩም፣ ተመዛበልቲ ኣይትምለሱን፣ ዕጡቓት ምምልማል፣ ዕጥቆም ፈቲሖም ናብቲ ማሕበረሰብ ዝተጸንበሩ ተጋደልቲ ትግራይ፣ ዲዲኣር፣ ናብ ኣሃዱታት ክምለሱ ምግባር፣ ሰላም ኢትዮጵያ ንምዝራግ ኣብ ክልል ኣምሓራ ንዝንቀሳቐሱ ዕጡቓት ፋኖ ተተኮስቲ ምሃብ፣ ኣንጻር ሕገ መንግስቲ ኣንጻር ፕሪቶርያ እውን እዩ ክብል ድማ መንግስቲ ፌደራል ነቶም ዝግበሩ ዘለዉ ፅምዶ ርክባት ድማ ክቃወሙ ተራእዩ። ስርዓት ህግደፍ ኣብ ልዕሊ ኣብ ስደት ዝነብሩ ግዳይ ናይቲ ጉጅለ ብልዕሊ ዝኾኑ ደለይቲ ፍትሒ ስጉምቲ ንምውሳድ ሕጋዊ መስርሕ ድሕሪ ምጅማሩ ብናይ ሓሶት ዕቑባ ኣብ ኣሜሪካ ክነብሩ ኣብ ልዕሊ ዘፀንሑ ውልቀ ሰባት ሕጋዊ ክስ ተመስሪቱ ጉዳዮም ናብ ኣይስ ኣምሪሑ ከም ዘሎ ተፈሊጡ። እዚ ከምዚ ዓይነት ሕጋዊ ስጉምቲ ኣብ ልዕሊ ኣብ ስደት ዝነብሩ ደለይቲ ፍትሒ ከይተረፈ እውን ኣሉታዊ ፅልዋ ከሕድር ይኽእል እዩ ካብ ዝብል ስክፍታ ንስርዓት ህግደፍ ክድግፉ ኣብ ልዕሊ ዝጸንሑ ሓተትቲ ዑቕባ ዝተወስደ ዝኾነ ዓይነት ስጉምቲ ብወገን ደለይቲ ፍትሒ ከም ዘይጸንሐ ዝፍለጥ እዩ። ይኹን እምበር ስርዓት ህግደፍ ነቲ ቀይሕ መስመር ብምስጋር ግዳይ ንዝኾኑ ዜጋታት ከፈራርሕ ብምጅማሩ ናብ ሕጋዊ ስጉምቲ ተኣትዩ ከም ዘሎ እቲ ሓበሬታ ዘነጸረ። በዚ መሰረት ክልተ ናይ ሓሶት ዑቕባ ብምሕታት ኣብ ኣሜሪካ ኢትዮጵያ ክነብሩ ዝጸንሑን ደገፍቲ ምልኪ ድማ ጉዳዮም ብሕጊ ተታሒዙ ምህላዉ ዝተፈልጠ እንትኸውን ርእሶም ወልደማርያም፣ ዓንዶም በሽር ከምኡ'ውን ራእሲ ማሕራይ ወዲ ሰውራ ዝተባህሉ ውልቀ ሰባት ጉዳዮም ዳግማይ ክምርመር ገብናቶም ክጽናዕ ድማ ምጅማሩ ዘረድእ ዘሎ። ራእሲ ማሕራይ ወዲ ሰውራ ካብ ክልተ ሽሕን ዓሰርተን ጀሚሩ ብዓሰርተ ኣርባዕተ ገብናት ስርቂ ዝተኸሰሰ እንትኸውን ናብ ቤት ፍርዲ ዝቐረበን ንክጥረዝ ዝተፈርደን ደጋፊ ናይቲ ስርዓት እንትኸውን ኣብ ኤርትራ ብጉጅለ ህግደፍ ሕሰም ከይወርዶ ብምስጋእ ድማ ክሳብ ትማሊ ለይቲ ድማ ማኢት ኣሽሓት ናይ ጠበቓ ገንዘብ ብምኽፋል ኣብ ኣሜሪካ ክነብር ዝጸንሐ እዩ። ኣብ ልዕሊ ግዳይ ጉጅለ ህግደፍ ዝኾኑ ዜጋታት እውን ዝኸሓነ ጽልኢ ዝተሓዘለ ሰብ ኮይኑ ርእሶም። ወልደማርያም ዓንዶም በሽር ብወገኑ ኢትዮጵያዊ ትውልዲ ህግደፍ ዝኾኑ ዜጋታት እውን ጽልእ ከም ዘለዎ ድማ ገለ ፈለጥቲ እውን ዝዛረቡ እዮም። ርእሶም ወልደማርያም ዓንዶም በሽር ድማ ኢትዮጵያዊ ትውልዲ ተሰኪሙ ልዕሊ ኤርትራዊ ኤርትራዊነት ንምምሳል ዝቃለስ ልዕሊ ኤርትራዊ ኤርትራዊ እየ ዝብል ምንቅስቓስ ዝገብርን ብጉጅለ ህግደፍ ተመሪጹ ኣብ ጽንተት ዜጋታት ኤርትራ ተዋፊሩ ምጽንሑ ሰነዳቶም ይምስክሩ ዝብሉ ድማ እቶም ተቓወምቲ ኤርትራውያን እውን ክኸስዎ ይርአ። ራእሲ ማሕራይ ወዲ ሰውራ ኣብዚ ሕዚ ሰዓት ኣብዚ ሕዚ ሰዓት ድማ ምስ ስርዓት ህግደፍ ክንቀሳቐስ ዝርአ እንትኸውን ወጽዓን መከራን ህዝቢ ኣብ ምንዋሕ ይሰርሕ ኣሎ እናተብሃለ ይኽሰስ። ብፍላይ ንደለይቲ ፍትሒ ከም ተመን ጨፍጪፍዎም፣ ስድራ ተቋምቲ ክጸንቱ ኣለዎም ብምባል ኣብ ልዕሊ ዜጋታት ዝኣወጆ ናይ ጽንተት ቃላት ተሰኒዱ ናብ ሕጋዊ መስርሕ ቀሪቡ ኣሎ እንትብሉ፣ ትውልደ ኢትዮጵያውያን ርእሶም በሽር እውን ብተመሳሳሊ ብገበናት ኣብ ሕጋዊ መስርሕ ኣትዩ ከም ዘሎን ጠበቓ ገበናት ኢሚግሬሽን ኣሜሪካ እውን ሙሉእ ሓበሬታ ተዋሂቡ ከም ዘሎ ዝሕበር ዘሎ። ስርዓት ህግደፍ ኣብ ልዕሊ ዓሰርተ ሰለስተ ኣስማቶም ዝተጠቐሱ ሚእትን ሓምሳን ኣስማቶም ዘይተጠቐሱ ደለይቲ ፍትሒ ሕጋዊ ስጉምቲ ንምውሳድ ኣብ ፌደራላዊ ቤት ፍርዲ ሲያትል ሲቪላዊ ክሲ ምምስራቱ ዝፍለጥ እዩ። ከም ገብረ መልሲ ናይቲ ህግደፍ ዝመረጾ መንገዲ ብርክት ዝበሉ ደገፍቲ ምልኪ ብሓሳባቶም ዝረኸብዎ ዑቕባ ኣብ ሓደጋ ክወድቕ ምዃኑን ገበናቶም ክሕተትሉ ምዃኖም ተነጺሩ ዘሎ። በዚ ተጀሚሩ ዘሎ መስርሕ መሰረት ወከልቲ ዓሰርተ ሰለስተ ክሱሳት ደለይቲ ፍትሒ እዚ ሕጋዊ ጥምጥም በጺሕዎ ዘሎ ብርኪ ክሳብ ሕዚ ክኸይድ ዝጸንሐ ሕጋዊ መስርሕ ኣመልኪቶም ምስ ህዝቢ ኢሂን ምሂን ንምባል ናብ ትሽዓተ ከተማታት ኣሜሪካ ዑደት ከካይዱ መደብ ሒዞም ምህላዎም ዝተገልጸ እንትኸውን መጋቢት ዕስራን ትሽዓተን ደንቨር፣ ሚያዝያ ኣርባዕተ በይ ኤርያ፣ ሚያዝያ ኣርባዕተ ሲያትል፣ ሚያዝያ ዓሰርተ ሸሞንተ ድማ ኣትላንታ፣ ሚያዝያ ዓሰርተ ትሽዓተ ቻርሎት፣ ኣብ ዕስራን ሓሙሽተን ድማ ኢንዲያና፣ ኣብ ዕስራን ሓሙሽተን። ብተመሳሳሊ እውን ሚያዝያ 25 ሚኒሶታ ኣብ መወዳእታ ድማ ጉንበት ኢስራ 26 ኣብ ዋሽንግተን ዲሲ ናይ ዑደት መደባት ክህሉ ምዃኑ ዝግለጽ ዘሎ ኣብዘን ከተማታትን ከባቢኡን ዝርከቡ ደለይቲ ፍትሒ ኣብዚ ኣገዳሲ ናይ ቃልሲ መድረኽ ክርከቡ ድማ ወከልቲ ክሱሳት ህግደፍ እውን ዝዓደሙ እንትኾኑ ጉጅለ ህግደፍ ኣብ ልዕሊ ደለይቲ ተጀሚርዎ ዘሎ ስግረ ደባዊ ዓመጽ ዓጸፋዊ ግብረ መልሲ ንምሃብ ኩሉ ዝከኣሎ ከበርክት ዝብል ጻውዒት እውን ኣቕሪቦም ዘለዉ ተኸታተልትን ፈተውትን ቻናልና ንሎሚ ለዝሓዝናዮም ዋናዊ ሓበሬታታት እዚኦም ይመስሉ ነይሮም። ተመሊስና ብካልኦት ሓበሬታታት ክንራኸብ ኢና። ቻናልና ላይክ፣ ሼር፣ ሳብስክራይብ ብምግባር ፈላማይ ሕሪኦም ይግበሩ።